ዝኸበርኩም ሰማዕትና ንፈነዉና ክትከታተሉ ብኽብሪ ንዕድመኩም።
ሰላም ከመይ ተምስዩ ተኸታተልቲ ፈኖ ሬድዮ ቢቢሲ ነዚ ምሸት ዝሓዝናዮም ትሕሶታት ክንላለየኩም ጉዳይ ዶብ ኢትዮጵያን ሱዳንን ጸጥታ ኣካል ኣብ ከምቲ ሓይሊ ጸጥታ ኣብ ጎንና'ዩ ነይሩ። ሕጊ ከኽብር ናብ ትግራይ ምስ ከደግና መጺኡ ወሪርና። ቤት ምኽሪ ክልል ቤንሻንጉል ጉሙዝ መሰል ዘይምኽሳስ ኣርባዕተ ኣባላቱ ኣልዒሉ።
ሸፋቱ ትንኮያ ካብ ምፍጻም ዝዓርፉ ኣይኮኑን። ኣብዚ እዋንዚ ኣብ ገለ ቦታታት ጥቕዓት ይፍጽሙ ኣለዉ። ዶክተር ኣድሃነ ሃይለ ኣብ ዝሓለፈ ዓርቢ'ዮም ሓሊፎም። ንወዶም ኣዘራሪብናዮ ኣለና። ዶክተር ኣድሃና ኣብ ደቡብ ትግራይ መኾኒ ቦየ ገርሃርሳ ዝበሃል ቦታ ብ ዓሰርተ ትሽዓንተን ኣርብዓን ሰለስተን ዓመተ ምህረት እዩ ተወሊዱ። ክታበት ኮሮናቫይረስ ዝወሰደ ኢትዮጵያዊ ዶክተር። ሓጸርቲ ዜናታት እውን ሒዝና ኣለና። ክትከታተሉና ዝዕድመኩም ኣክሊሉ ጸጋ እዩ። ወሃቢ ቃል ሚኒስትር ጉዳያት ወፃኢ ኢትዮጵያ ኣምባሳደር ዲና ሙፍቲ ሎም መዓልቲ ኣብ ዝሃቦ መግለፂ መንግስቲ ኢትዮጵያ ነቲ ምስ ሱዳን ዘሎ ጉዳይ ብቕርበት ይከታተሎ ከም ዘሎን እቲ ጎንፂ ውሑዳት ወተሃደራት ሱዳን ከምዝተለም እውን ተዛሪቡ። ብተወሳኺ እቲ ምንቅስቓስ ብዘይካ እተን ሃገራት ንሃገራት እቲ ዞባ ናብ ኲናት ንምእታው ዝዓለመ ከምዝኾነን መንግስቲ ኢትዮጵያ ሃወኽቲ ዝበሎም ሓይልታት ናብ ዝደልይዎ ኲናት ንምእታው ከምዘይሃፅፅን ገሊፁ። ሎሚ ንቢቢሲ ቃሎም ዝሃቡ ኣብቲ ምስሕሓብ ማዕቢሉሉ ዘሎ ዞባ ዘልምዑ ዝነበሩ ሓረስቶት ድማ ኣዝርእቶም ከምዝተቓፀለን ከምዝተዘመተን ተዛሪቦም። ኣይተ ይበይን ዝተባህለ ሓረስታይ ኣስታት ኣርባዕተ ሚእቲ ሄክታር ኣዝርእቲ ከምዝተቓፀሎን ከምዝተዘመቶን ይገልፅ። ፀፅታ ኣካል ክረምቲ ላይ ንነግራይ። ኣብ ክረምቲ ሓይሊ ፀጥታ ኣብ ጎንና ዩ ነይሩ። ሕጊ ከኽብር ናብ ትግራይ ምስ ከደ ግና ክፍተት ስለዝተፈጥረ መፂኡ ወሪርና። ዝነድድ ኣንዲዱ ሰብ ውን ጎዲኡ። እናተኣከበ ዝነበረ ኣዝርእቲ ድማ ዘቃፅሉ ኣቃፂሎም ፅዒኖም ዝወስድዎ ውን ፅዒኖም ወሲዶሞ። ኣርባዕተ ዝኸውን ገዛ ነይሩ ኣዕንዮሞ። ኣቑሑትን ናይ ማይ መኪናን እውን ኣዕንዮምለይ። ጣፉን ነይሩ ዝተኾልሰሰ፣ ኣቃጺሎሞ። ለብዘበን ናተይ ብውሕዱ ኣርባዕተ ሚእቲ ሄክታር ዝኸውን እዩ ነይሩ። እዚ ኣይሓዘን ተባሂሉ ካብ ሄክታር ዓሰርተ ኩንታል ዝርከቡ መሸላ እዩ።
ከሰተ ውበቱ ዝተባህለ ካልእ ሓረስታይ እውን ተመሳሳሊ ርእይቶ ሂቡና። ዝተራገፈ ውን ጫኑ ያትርፎ።
ነቲ ዝተራገፈ ጽዒኖምዎ ነቲ ዘይተራገፈ ኣራጊፎም ወሲዶምዎ ኣብቲ ጎቦታት ድማ ድፋዕ ኩዒቶም ናተይ ገዛ ውን ኣቃጺሎምዎ ንሕና ናብ ኣርባዕተ ሚእቲ ሄክታር ኢና ንሓርስ ኔርና ሎሚ ዘበን ግን ናብ ሚእቲ ሄክታር ኢና ኣልሚዕና ሓቂ እየ ዝዛረብ ክሳብ ሓሙሽተ ሚእትን ሓደን ኩንታል ዘፍረኽሉ ዓመት ኔሩ መሸላ ውን ልዕሊ ክልተ ሚእቲ ዝሓፈስኩሉ እዋን ኔሩ ሕዚ ግን ነቲ ከባቢ ገዲፍናዮ ወጺና ይገርመካ ናይ መንግስቲ ልቓሕ ሒዝና ኢና ባንኪ እኳ ሎሚ መዓልቲ ዕዳ ኣይከፈልካን ኢሎም ገዛኻ ብሓራጅ ክነጫርቶ ኢና ኢሎም ኣብ ኣፍ ደገ ገዛይ መልእኽቲ ጠቂዖም ከይዶም። ሚኒስትሪ ዜና ሱዳን፣ ኣብ ትሕቲ ኢትዮጵያ ዝጸንሐ መሬት ሱዳን ከም ዝተቖጻጸሩ ብቐዳም ንሮይተርስ ሓቢሩ ነይሩ። ፈይሰል ሳልሕ ኣብቲ ምስ ሮይተርስ ዝገበሮ ቃለ መሕትት፣ ዝዀነ ጸገም ብዘተ ክፍታሕ ይኽእል'ዩ ዝብል እምነት'ዩ ዘለና ክብል ምዝራቡ ይዝከር። እንተዀነ፣ ሰራዊትና ንዝተመንዘዐ መሬትና ናይ ምምላስ ሓላፍነት ኣለዎ። ስለ ዝኾነ ድማ ኣብዚ ሰዓት እዚ ካብ ስሳ ክሳብ ሰብዓ ሚእታዊት ካብቲ ብኢትዮጵያውያን ሓረስቶት ተታሒዙ ዝጸንሐ መሬትና መሊስና ሒዝናዮ ኣለና ምባሉ ጸብጻብ ሮይተርስ የመልክት። ቤት ምኽሪ ክልል ቤንሻንጉል ጉሙዝ ኣርባዕተ ኣባላቱ ዝነበሮም ናይ ዘይምኽሳስ መሰል ኣልዒሉ። እቲ ካብ ክሲ ዘድሕን ሕጋዊ ውሕስነቶም ምስቲ ኣብ ዝሓለፈ ሰሙን ኣብ ክልል ቤንሻንጉል ጉሙዝ ዝተፈጸመ ቅትለት ብዝተሓሓዝ ከም ዝተላዕለ ክለዓል ከም ዝተወሰነ ተፈሊጡ'ሎ፣ ሃይሉ ሳህለ። ክልላዊ ቤት ምኽሪ ቤንሻንጉል ሎሚ ሰኑይ ኣብ ዘካየዶ ህጹጽ ኣኼባ፣ ኣቶ ኣድጎ ኣምሳያ፣ ኣቶ ሽፈራው ጨሊቦ፣ ኣቶ ግርማ መኒን ኣቶ ኣረጋ ባልቢድን ናይ ዝተባህሉ ሰብ መዚ ዝነበሮም ሕጋዊ ጉልባብ ክቕንጠጥ ወሲኑ ኣሎ። ኣርባዕቲኦም ምስቲ ኣብ ዝሓለፈ ሰሙን ኣብ ዞባ መተከል ዝተፈጸመ ቅትለት ልዕሊ ክልተ ሚእቲ ሰባት ብዝተሓሓዝ ናይ ዘይምኽሳስ መሰሎም ከም ዝተላዕለ ሓላፊ ህዝባዊ ርክባት እቲ ክልል ኣቶ መለሰ በየነ ንቢቢሲ ተዛሪቡ። ባለፈው መተከል ዞን ቡለን ወረዳ። ኣብ ዝሓለፈ ኣብ ዞባ መተከል ወረዳ ቡለን ኣብ ልዕሊ ንጹሃት ዜጋታት ዝበጸሐ ሞትን ዕንወት ንብረትን ከምኡ ድማ ኣብ ዝተፈላለዩ ከባቢታት ዘጋጠመ ምፍንቓል ሰባት፣ እናሰፍሐ መጺኡ'ሎ። ምስዚ ተኣሳሲሩ ገለ መሪሕነት'ቲ ክልል ኣብቲ ጉዳይ ኢዶም ከም ዝሓወሱ ዘመልክቱ ዝተፈላለዩ መረዳእታታት ክርከቡ ምስ ጀመሩ ገሊኦም መሪሕነት ኣብ ቀይዲ ክውዕሉ ተገይሩ። ሎማዕንቲ ድማ ዝነበሮም ከለላ ሕጊ ክለዓል ተወሲኑ። ብመሰረት ካብ ዓቃቢ ሕጊ ፌደራል ዝመጸና መረዳእታ ኣመሓዳሪ ዞባ መተከል ዝርከቦም መሪሕነት ኣብ ቀይዲ ውዒሎም ኣለዉ። እቲ ኣመሓዳሪ ሓላፍነት ብግቡእ ከፈጽም ብዘይምኽኣልን ንዝተፈጠረ ጸገም ብዘይምቁጽጻርን ብዝብል ሎሚ ንግሆ ዝተታሕዘሉ ኩነታት እዩ ዘሎ። ሁኔታ ነው ያለው እና።
ኣድጎ ኣምሳያ ኣቐዲሙ ኣቦ መንበር ገዛኢ ሰልፊ ናይቲ ክልል ብምዃን ብምኽትል ርእሰ ምምሕዳርነት ነቲ ክልል ዝመርሕ ዝነበረ እዩ። ኣቶ ሽፈራው ድማ ዳይረክተር ትካል ቴክኖሎጅን ሳይንስን እቲ ክልል ኮይኑ ኣገልጊሉ ነይሩ። እቶም ዝተረፉ ክልተ ድማ ሰበ ስልጣን ናይቲ እቲ ቅትለት ዝተፈፀመሉ ዞባ መተከል ምዃኖም ተፈሊጡ። ኣቐዲሙ እውን ኣብ ዝለዓለ ጽፍሒ ፌደራላውን ክልላውን መንግስታት ሓላፍነት ዝነበሮም ሰበ ስልጣን ምስቲ ኣብቲ ዞባ ክፍጸም ዝጸንሐ ተኸታታሊ መጥቃዕታት ብዝተሓሓዝ ኣብ ቀይዲ ምእታዎም ይዝከር። ነቲ ሕዚ ዘሎ ኩነታት ዝምልከት ካብ ቢቢሲ ሕቶ ዝቐረበሉ ሓላፊ ህዝባዊ ርክባት እቲ ክልል ኣቶ መለሰ ኣብ ልዕሊ ነቲ መጥቃዕቲ ዝፈጸሙ ዕጡቓት ዝውሰድ ስጉምቲ ከም ዝቐጸለ ሓቢሩ። ሽፍታዎች እንግዲህ ትንኮሳ ከመፈጸም ወደኋላ ይላሉ። ሸፋቱ ትንኮያ ካብ ምፍጻም ዝዓርፉ ኣይኮኑን። ኣብዚ እዋንዚ ኣብ ገለ ቦታታት ጥቕዓት ይፍጽሙ ኣለዉ። እንተኾነ ሰራዊት ምክልኻል ንጸጥታ እቲ ከባቢ ናብ ዝነበሮ ንምምላስን ዝፍጠሩ ጸገማት ንምቁጽጻርን ዝሓሸ ምድላው ይገብር ኣሎ። ክሳብ ሕጂ ግን ልዕሊ ሰለስተ ሚእቲ ጸረ ሰላም ሓይልታት ተደምሲሶም ኣለዉ። ኣብቲ ውግእ ድማ ልዕሊ ክልተ ሚእትን ሰብዓን ብረት ተማሪኹ ኣሎ። ኣብቲ ተግባር ተሳቲፎም ብዝብል ዝተጠርጠሩ ኣስታት ስሳ ሰባት እውን ተታሒዞም ልዕልና ሕጊ ናይ ምርግጋጽ ስራሕ ዝስራሓሉ ኣገባብ እዩ ዘሎ።
ብ ዕስራን ሰለስተን ታሕሳስ ኣብ ዞባ መተከል ወረዳ ቡለን በኩጂ ዝተባህለ ዓዲ ኣብ ወጋሕታ ብዕጡቓት ብዝተፈጸመ መጥቃዕቲ ዝተቐትሉ ሰባት ብዝሒ ክልተ ሚእትን ሸውዓተን ምዃኑን ስነ-ስርዓት ቀብሮም እውን ኣብ ዝሓለፈ ሓሙስ ከም ዝተፈጸመን ተገሊጹ ነይሩ። ቢቢሲ ትግርኛ ትከታተሉ ኣለኹም። ናብ ሓጸርቲ ዜናታት ክንሰግር። ኣብ ኤርትራ ክሳብ ሕዚ እቲ ዝለዓለ መዓልታዊ መልከፍቲ ኮሮናቫይረስ ተመዝጊቡ። ሚኒስትሪ ጥዕና ሎሚ ኣብ ዘውጽኦ ሓበሬታ ሓደ ሚእትን ሰማንያን ሓደን ዜጋታት እቲ ቫይረስ ተረኺቦም ኣሎ። ንሳቶም ኣብ ዞባታት ደቡብ፣ ጋሽ ባርካን ማእኸልን ኣብ ዝርከቡ መወሸቢ ማእኸላት ዝጸንሑን ተመላለስቲ ሕሙማትን ምዃኖም እውን እቲ ሓበሬታ ጠቒሱ። እቶም ዝበዝሑ ማለት ሓደ ሚእትን ዓሰርተ ሸውዓተን ኣብ መወሸቢ ማእኸላት ዞባ ደቡብ ዝጸንሑ እዮም። ብኻልእ ወገን ዕስራ ኣብ ሆስፒታላት ዝጸንሑ ሓውዮም ተፋንዮም ኣለዉ። ክሳብ ሕዚ ቁጽሪ ዝተለኸፉ ሓደ ሽሕን ክልተ ሚእትን ዕስራን በጺሑ ኣሎ። መንግስቲ ዩጋንዳ ኣብ ልዕሊ ደገፍቲ ተቓወምቲ ሰልፍታት ዝመስረቶ ክሲ ከቋርጾ ክኢላት ክኢላታት ሰብኣዊ መሰላት ሕቡራት ሃገራት ተማሕጺኖም ቅድሚ እቲ ኣብ ዝመጽእ ወርሒ ዝካየድ ፕረዚዳንታዊ ምርጫ ኣብ ዝነበረ ጎስጓስ ሓይልታት ጸጥታ መጠኑ ዝሓለፈ ሓይሊ ከም ዝተጠቀሙ እቶም ክኢላታት ጠቒሶም ቀንዲ ተቓዋሚ መራሒ ቦብ ዋይን ኣብ ዝሓለፈ ሰንበት ካብ ሓለውቱ ብናይ ፖሊስ መኪና ተረጊጹ ምቕታሉ ከሲሱ ኣሎ። ኣብ ብርጣንያ ዛጊድ እቲ ዝለዓለ መጠን መዓልታዊ መልከፍቲ ኮሮና ቫይረስ ተመዝጊቡ። መንግስቲ ኣብ ዘውጽኦ ሓበሬታ ሎሚ ሰሉስ ጥራይ ሓምሳን ሰለስተን ሽሕን ሓደ ሚእትን ሰላሳን ሓሙሽተን ሰባት እቲ ቫይረስ ከምዝተረኸቦም ኣፍሊጡ። ብዘይካ'ዚ ኣርባዕተ ሚእትን ዓሰርተ ኣርባዕተን ሰባት በቲ ቫይረስ ሞይቶም ኣለው። ትማሊ እውን ሰለስተ ሚእትን ሓምሳን ሸውዓተን ሰባት ክሞቱ እንከለው፣ ልዕሊ ኣርባዓን ሓደን ሽሕ ምልካፎም ይዝከር። ኣብ ሃገረ ክሮሽያ ዘጋጠመ ሓያል ምንቅጥቃጥ መሬት ብውሕድ ሓንቲ ቆልዓ ክትቕተል እንከላ ብዙሓት ካልኦት ቆሲሎም። እቲ ሽዱሽተ ነጥቢ ኣርባዕተ ዝዓቐኑ ኣብ ማእኸላይ ዞባ እታ ሃገር ዘጋጠመ ምንቅጥቃጥ ከቢድ ዕንወት ኣውሪዱ ምህላው ጸብጻባት ካብታ ሃገር ሓቢሮም። ናብ ዝቕጽሉ ትሕዝቶታት ክንሰግር፣ ኣብ ዝሓለፈ ዓርቢ ዝዓረፉ ምሁር ታሪኽን ነባር ኣባል ባይቶ ሃገራዊ ባይቶ ኢትዮጵያን ዶክተር ኣድሃና ሃይለ ኣድሃና፣ ስርዓተ ቀብሮም ተፈፂሙ ኣሎ። ዶክተር ኣድሃና ብምኽንያት መንሽሮ ላልሽ ማለት ካንሰር ጣፍያ ህይወቶም ከም ዝሓለፈ ቢቢሲ ካብ ኣባላት ስድራ ኣረጋጊፁ እዩ። ምስ ወዶም ብሩክ ኣድሃና ዝገበርናዮ ቃለ መሕትት እነሆ። ዶክተር ኣድሃና ኣብ ደቡብ ትግራይ መኾኒ ቦየ ገርሃርሳ ዝበሃል ቦታ ብ ዓሰርተ ትሽዓን ኣርብዓን ሰለስተን ዓመተ ምህረት እዩ ተወሊዱ። ንዝሓለፉ ዓሰርተ ሰሙናት። ዳርጋ ሰለስተ ወርሒ ዝኸውን ናይ ፓንክርያስ ካንሰር ተረኺብዎ ኣብ ሕክምና እዩ ነይሩ። ኣብ ጥቁር ኣንበሳ ናይ ካንሰር ሴንተር ፎሎኣፕ ይገብር ነይሩ። ኬሞቴራፒ እውን ጀሚሩ ነይሩ ንሓደ ትሽዓንተ ሰሙናት። ካብኡ ዳሕራይ ግን ካብ ዝሓለፈ ዓሰርተ መዓልትታት ንድሕሪት ያው እቲ ኬሞ እውን ምውሳድ ዓቕሙ እውን ስለ ዘይከኣለ ናብ ሆስፒታላይዝድ ኮይኑ ነይሩ ማለት እዩ። ሕክምና እንዳወሰደ እንዳሃለወ ብዓርቢ ንጉሆ ዓሰርተ ሓደ ሰዓት ብናይ ኢትዮጵያ ኣቆፃፅራ ሞይቱ ኣሎ ማለት እዩ። እቲ ቀብሪ እውን ምስቲ ዘሎ ኩነታት ሕዚ ስድራ ቤት ካብ ገጠር ንኡኽ ዝመፅሉ ኩነታት እውን ምቹ ስለ ዘይኮነ ካብ መቐለ እውን ከምኡ ኣብዚ ኣዲስ ኣበባ ኣብ የካ ክፍለ ከተማ ሚሊኒየም ፓርክ ኣብ ዝበሃል ቀብሪ እውን ጌርና ኣለና ማለት እዩ። ኣድሃና ንዝሓለፈ ዓመታት ኣብ ናይ ኤቲስት ላይፍ እግዚኣብሔር የለን ዝብል ዓይነት ኣመለኻኽታ እውን ዝነበሮ እዩ ነይሩ። ሶ ኣብ መጨረሻ ግዜያት ቅድሚ ምሟቱ ክልተ ሰሙናት ኣቢሉ እግዚኣብሔር ሰማይን ምድርን ከም ዝፈጠረ ኣሚኑ ዝሞተን ካብኡ ዳሕራይ ናቱ እውን ላስት ዊሽ እዩ ነይሩ። ከምዚ ዓይነት ዕድላት ተሃልዩ እዚ ንገሩለይ። ክሳብ ሕዚ እግዚኣብሔር የለን ዝበልኩኹም ሰባት ብምልኦም እግዚኣብሔር ምህላዩ ይመስከረለይ ኢሉ። ብዚ መንገዲ ዝመሃርኩኹም ሰባት እውን ይቅርታ በለለይ ኢሉ። ተዛሪብኒ እዩ። ከም ኣቦ ከመይ ትገልጾም ንዶክተር ኣድሃና ሃይለ? ኣድሃና ምሳይ ብስም ተጸዋዒዕና ኣይንፈልጥን። እቲ ዝዓረፈላ ግዜ እውን ብሓደ ኢና ኔርና። ኣነ ዝተሓደርኩ ዝነበርኩ ምስኡ። ዓርከይ ብዝብል ተርም ኢና ንጸዋዋዕ ኔርና። ካብ ውላድ ሓሊፉ ከም ዓርኪ ኢና ኔርና። ንስድራቤቱ እውን ከምኡ እዩ ዝቐርብ። ጽዕንቶ ኣይፈጥርን። ብጣዕሚ ዲሞክራት እዩ። ብዙሕ እዩ ዘንብብ። ኣድሃና ዘውረሰና ሃፍቲ የለን። ግን እውቀትን ዓርስኻ ክኢልካ ዓርሰ እምነት ክህልወና፣ መንበባይ ክንኸውን፣ ተኣመንቲ ክንኸውን፣ ንሃገር ኣገልገልቲ ክንኸውን ንሱ እውን ከምኡ ኮይኑ እዩ ሓሊፉ። ንዓዲ ንሃገር መስዋእትነት ምኽፋል ክሳብ ዘድልዮ ግዜ ምኽፋል ዝብል ዓይነት ናይ ፕሪንስፕል ሰብ እዩ ነይሩ። ብሓቂ ከም ሃገር እውን ሉዝ ኢና ገይርናዮ ከምኡ ኢና ንገልጾ። ኣብ ኩነታት ናይታ ሃገር ምስቲ ኣብ ቀረባ እዋናት ዝነበረ ኩነታት ብዝተሓሓዝከ እንታይ ዓይነት ኣመለኻኽታ ነይርዎም? ከም ፍታሕ እውን ክኸውን ዝኽእል ምናልባት ዝብህግዎን ዘእንፍትዎን ነገራትከ ይነብርዶ ይኸውን? ዝሓለፋ ልዕሊ ሰለስተ ወርሒ ዝኸውን ኣብ ዕረፍቲ እዩ ነይሩ። ፓርላማ እውን ቅድሚ ምኽፋቱ ኦልሬዲ ኣብ ሕክምና ዝነበረሉ ኩነታት እዩ ነይሩ። ሶ መሊኡ ናብ ስራሕ እውን ዝኸደሉ ኩነታት ኣይነበረን። ግን ከም ፕሪንስፕል ኣድሃና ፍታሕ ብጦርነት ክመጽእ ኣለዎ ዝብል ኣቋም ፈጺሙ ኣይነበሮን ክሳብ መጨረሻ። እንድያውም እቲ ኩነታት እውን ምስ ተፈጠረ ብጣዕሚ ካብ ዝጓሃየሉን ካብ ዝሓዘነሉን ኩነታት እዮም ነይሮም። ነገራት ብዲስከሽን ክፍትሑ ከም ዘለዎም ደጋጊሙ ዝገልጸሉ ኩነታት ነይሩ። ናይ ዩኒቨርሲቲ ናይ ሂስትሪ መምህር እንዳሃለወ ኣብ ዝነበረሉ ገዛ ንነዊሕ ግዜ ኣብኡ እዩ ዝነብር ነይሩ። ኣንፎርቹነትሊ ብቲ ኩነታት ያው ካብቲ ገዛ እውን ምውፃእ ገጢምዎ ነይሩ ግን ዋላ ካብ ገዛ እውን ምስ ወፀ ዘማረረሉ ኩነታት ኣይነበረን ተዓጊሱ ኣብታ ጥዕንኡ ኣብ ስድራቤት ተፀጊዑ እዩ ሓሊፉ ያው ንኣና የሕዝነና እዩ ከምዚ ዓይነት ነገር እውን በደል በፂሕዎ ዓዲ ከም ዓዲ ክትቕፅል ከም ዘለዋ ፅኑዕ ኣቋም ዝነበሮ ጠንካራ ኣቦ እዩ ነይሩ ማለት ኣብ መወዳእታ ምናልባት ብዛዕባ ዶክተር ኣድሃነ ሃይለ ትብሎ ነገር እንተ ሃልዩ እቲ ዕድል ክህበካ። ኣድሃና ካብታ ዝሞተላ ግዜ ናይ ባዕለይ ዝብሎ ንብረት ቅርሺ ዘይነበሮ ሰብ እዩ ነይሩ ግን ሓንቲ ዘሕዘነቶ ነገር ያኡ ንነዊሕ ግዜ ብፖዚሽን ዘይረኸቦ ገዛ ናይ መንግስቲ ዝነበረሉ በዓልቲ ገዝኡ ጡረተኛ እውን ኣይኮንትን ጡረታ እውን ኣይተገበረሉን ካብኡ እውን ምፍንቃል ገዛ ምስ መፅኦ ሓዚኑ እዩ ከይዱ ሶ ዝመልከቶም ናይ መንግስቲ ኣካላት እዚ ጉዳይ እዚ ኣፃሪዮም መፍትሒ ዝህብሉ ኩነታት ተዝመቻቸው ፅቡቅ እዩ ይብል የቀኒየለይ ብጣዕሚ ምስግን ብሩ ኣሜሪካ ነቲ ብኩባንያታት ፋይዘርን ባዮኤንቴክን ዝፈረየ ክታበት ኮሮና ቫይረስ ንዜጋታታ ምኽታብ ካብ እትጅምር ሳልሳይ ሰሙን ሒዛ ኣላ። ኣብታ ሃገር ዝርከቡ ኢትዮጵያውያን ሰብ ሙያ ጥዕናን ቀዳምነት ዝወሃቦም ሰባት እውን ይኽተቡ ኣለዉ። ኣብ ፊላደልፍያ ዩኒቨርሲቲ ሆስፒታል ቶማስ ጀፈርሰን በዓል ሞያ ሕክምና ዝኾነ ዶክተር ፍጹም ሃይለማርያም ሓደ ካብቶም ዝተኸተቡ እዩ። ብዛዕባ እቲ ክታበት ዝስዕብ ሓጺር መልእኽቲ የሕልፍ። ይሄ በሽታ ከመጣ ጀምሮ የታመሙትን የሚሞቱትንም እቲ ሕማም ካብ ሰዎች ዝመጽእ እያመጡ ናብዚ ዝሓመሙን ዝሞቱን ሰባት ዘስዓቦ ጸገምን ብቐረባ ምርኣይ ክኢለ'የ። ክታበት ክሳብ ዝመጽእ እናተጸበኹ ነይረ። ንምውሳን ጸገም ኣይነበረንን። ካብዚ ብዝሓለፈ ድማ እቲ ክታበት ዝሓለፉ ከይዲ ፅንዓትን ምርምርን ብቐረባ ንምክትታል ኽኢለ እየ። ብምንታይ ደረጃ ከም ዝሓለፈ፣ ውፅኢታውን ውሑስን ምዃኑን ፅቡቕ መረዳእታ ኣለኒ። ዘፀግም ውሳነ ኣይነበረን። ከም ኩሉ ዓይነት ክታበት እዩ። ዝተፈለየ ነገር የብሉን። ዝተፈላለየ ክታበት ዝወስዱ ሰባት ይፈልጥዎ እዮም። እቶም ዘለዉ መረዳእታታት ኩሉ ሰብ ቀሪቡ እንተዝርእዮም እቲ ክታበት ውሑስ ከምዝኾነን ፀገም ከምዘይብሉን ካብቶም ዘለዉ ካልኦት ክታበታት እውን ውፅኢታዊ ከምዝኾነ ካብ ካልኦት ክታበታት ዝተፈለየ ጎናዊ ሳዕቤን ከምዘይብሉን መረዳእታ ስለዘለኒ ንዓይ ኣፀጋሚ ኣይነበረን ኮይኑ ግና ኣብ መብዛሕቲኡ ሕብረተሰብ ናተይ ቤተሰብ ሓዊሱ ነቲ ክታበት ንምውሳድ ዝስከፉ ኣለዉ ነዚ ብዝኸእሎ ንሰባት ንምርዳእ ይፍትን እየ ድሕሪ ሰለስተ ኣርባዕተ ኣዋርሕ ናብ ሃገርናን ሃገራት ኣፍሪቃን ክበጽሕ ይኸውን። ነዚ ተስፋ ጌርና ነቲ ሕዚ እንገብሮ ዘለና ጥንቃቐ እናገበርና ምቕጻል እዩ። ወላ ክታበት እውን እንተመጸ ዝበዝሕ ሰብ ክሳብ ዝኽተብ እቶም ሕዚ እንገብሮም ዘለና ዝቋርጹ ኣይኮኑን። ኣሁን ምናረጋቸው ነገሮች ሚቋረጡ ኣደሉም። ምስ ኣዋሃድ መደባት ሃይሉ ሳህለ፣ ክኢላ ቴክኒክ ኦስካር ቡንጋ፣ ምሳኹም ዘምሰኹ ኣክሊሉ ጸጋይ። ክሳብ መወዳእታ መደብና ሓቢርኩምና ስለ ዝጸናሕኩም ነመስግን። ኣብ ናይ ጽባሕ መደብና ዳግማይ ክሳብ ንራኸብ ሰሰናዩ።